ኣይኣምንን ዋይ ፍቅሪ ሓቂ ንገረኒ ከመይ ገሮም ክኣምን ናይና ድያ እሞ ከዚ ለለይተኣለ ይኣመንኹ ከመይ ገረ ክኣምን ሰላም ሰላም ሰላም ናይ ቻናል የተኸታተልቲ ከመይ ናኹም ደሕና ድኹም ኣነ ሰላም ኣምላኽ ይመስገን ብብናኹሞ ሰላምኩም ብዝሕ ተረፍ ይበለለይ እምበኣር ካስን ቻናል ሓደሽቲ ዝኾንኩም ላይክ ሰብስክራይብ ብምግባር ቤተሰብ ይኹኑ ቤተሰብ ድማ ሃምብሎምድ ላይክን ሃናፅር ይተኹም ኣብ ኮሜንት ብምቅማጥ ምብርታዕኩም ኣይፈለየኒ ስለትገብሩለይ ምብርታዕ ካብ ልቢ የቀንየለይ የቀንየለይ ኢልኩ ድጋሚ እና ቤተሰብ ሎማዓንቲ ኣሌክስ ሊሊ ብሓድሽ ነገር ብዛ ኣጋጣሚ ሓደ ሰብ ሰርሑ ትለውጡ ትረላኻዮ ህንዳይን ደስ ከም ዘብለካ ክነግረኩም ኣይክእል ማለት እዩና እስካ ማነ ናይ ሰብ ደስታ ለደሰተኩም ናይ ሰብ ደስታ ከምዚ ፈገግኹም ምስ ክትስሕቁ ዝገብረኩም ሃም ኣነ ተልኹም ኣነ ኣለኹ ኣነ ኣለኹ እናበልኩም ኣብ ኮሜንት ፀሓፉለይ ማለት እዩ ቤተሰብ እና ሎማዓንቲ ብዚ ኣጋጣሚ ብጣዕሚ ደስ ብልኒ ሽካብ መጨረሻ እያ እሞ ንክይነብረ ፕራንክ ኢልኮና ኣልኩልና ትጸበኹ ማለት እዩ እና ፕራንክ ይኾነ እዚ ነገር ሓቂ እዩ ሓቂ ቤተሰብና ሃም ንፈልጦ ቅድሚ ሰለስተ መዓልትታት ያው ናይ ኣይፎን ሰርፕራይዝ ሃም ንገብራ ኣሌክስ ንል ኩላትና ንፈልጥ ኢና ሎም መዓንቲ ደማ ብዓብዩ ብዓብዪ እዩ ማለት እና ያው ኣንስተር ለኹማ ስዛ መኪና እያ ማለት እዩ እና እንደ ጉድ ነው ጉድ ነው ይልሃል እንግዲህ ይታደሉታል እንጂ አይታገሉትም ይልሃል ቤተሰብ እና ያደልዎ ቤተሰብ እዛ አጋጣሚ ያው ንድሊ ይግባዩ ማለት እዩ ካብዚ ብላዕሊ እውን ይግባዩ ምክንያቱም ጠንካራ በሳል መስተውዐለት ዝኾነት ቆልዓ እያ እና ካብ እውን ናቱ ቆልዓ ተሸክማ እዚ ይግባዩ በሃልቲ እየ ግን ይግባኣይ ክብለኩም እንተለኹስ ኩልና ብሓፈሻ ደቂ ኣንስትዮ ስጥታ ይግበአና ላፈላካ ይኾነ እንግዲህ ልግባኣ ለይግባኣ ተይኾነስ ግን ኣነ ካብ ልፈልጣ ንፍዕቲ ብምዃና ካልኣይ ነገር ለለ ናቱ ቆልዓ ብምሽካማ ኣብ ሰዓቱ ብምዃኑ ድማ ብጣዕሚ እዩ ደስ ዝብለኒ ማለት እዩ ቤተሰብ እንግዲህ ጥንስቲ ናሃለየት ሰርፕራይዝ ገብሩ ሃምዚ እዘን ልነብዐተን ንብዓት ካሕሳ ይመስለንና ቤተሰብ ብዛጋ እዚ ኣጋጣሚ ግን ሓዚ ያው ዝኩሉ ንብዓ ናብ ሰሓቅ ንብዓታ ናብ ሰሓቅ ትቀይሮ መስል ማለት እዩ ቤተሰብና ኣሰይ ወዛ መኪና ጭራሽ ኣይኣመነቲ በቃ እስከ መጨረሻ ትኣምነ ይካለት ናይና ድያ ቧእ ብሱራይ ናይና ድና ሓቂ ዶ ትናገሩኒ ገለ ኣናበለት ነበረት ማለት እዩ ቤተሰብና ሊሊ የኔ ቆንጆ የኔ ፋንድሻ እንኳን ደስ አለሽ እንኳን ደስ አላችሁ ማለት ነው እንኳን ደስ አለኩም ማለት እዩ እና ከዚ ብላዕሊ ካብ መኪና ብላዕሊ ድማ ገዛ ናተይ ትብልዎ ትውንንዎ እፎይ ኢልኩም ትዓርፍሉ ገዛ ካብኡ ብላዕሊ ሚልዮናት ሚልዮናት ቢልዮናት ኮይንኩም ድማ ንርእየኩም ብሓቂ ናይ ኩሉ ግዜ ምኞትና እዩ ማለት እዩ እና ምኞተይ እዩ ብባዕለይ ማለት እዩ እና ቤተሰብ ብዘይ ኣጋጣሚ ዩቱብ ሓደ ነገር ኣብዚ ክብሎ ዝደሊ ነገር ዩቱብ ተሰሪሕካሉ ብሓቂ ማለት እዩ ጠንክርኻ ተሰሪሕካሉ ዩቱብ ልዕሊ ማንም ማንም ይቕይር እዩ ማለት እዩ። ግን ብዙሕ ውጣ ውረድ ብዙሕ ፕሮሰስ እንሆዎ ድኻም እንሆዎ በተለይ ሕና ኣብዚ ኣብ ስደት ኮይና ንሓንቲ ሽሕ ሰብስክራይብ ንምምላእ ኣርባዕተ ሽሕ ሰዓት ንምምላእ ብጣዕሚ ብጣዕሚ ድፍትነካ እና ዓመት ልዕለው ልወስደካ እና ቤተሰብ እቶም ኣብ ዓዲ ብሓደ ግዜ ኣብ ቲክቶክ ይኹን ኣብ ፌስቡክ ፈላጣት ፌመሳት ኮይኖም ብሓደ ግዜ ዩቱብ ካፍቶም ልፍምሱ ከይኮነስ ኣሕና በተለይ ኣብ ስደት ለና ምንም ልርእየልና ወይ ልምልከተና ስለለየለ ብጣዕሚ ይኸብድ ነቲ ሰዓት ትመልኦ ማለት እዩ ሰብስክራይብ ስኳ ዋላ ብቲ ብቲ ብፌክ ገለ ናልኻ ግሩብ ከፍትኻ ገለ ትሞልኦ ኢኻ እና ብቻ ግን እቲ ሰዓት ምምላኡ ብጣዕሚ ብጣዕሚ እዩ ከቢድ ማለት እዩ እና ኣነ ሰዓት ንምምላእ ያው ዳርጋ ሸውዓተ ወርሒ ገለ ይወስድኒ ለዛም ሓንቲ መዓልቲ ብደይ ላይፍ ሓድር ኣይፈልጥ ማለት እዩ ቤተሰብና ኣብ ላይፍ ክልተ ሰለስተ ኣርባዕተ ሰዓት ትገትረን ሓደርኩና እና ብዚ ኣጋጣሚ ግን ያው ምንም ዋላ ተለይ ተቀየርናሉ ልመፅእ ኣይንሰርሐሉ ኢና ብማለት ብተስፋ እንግዳ ከምዚ እንከራተት ኣለና ማለት እዩ እና ቤተሰብ እንታይ ክብለኩም ደልየ እዩ ልሰርሐ ልፀዓረ ኢድ ልሰርሐ ሰብ ይሃቦ ካብ ዝብላዕሉ እውን ይሃቦ እየ ልብል ማለት እዩ ብሓቂ ዩቱብ ተሰሪሕካ እውን ይሕቢ ይቕይር እዩ ማለት እዩ ቤተሰብ ኣሌክስ ከይኮነ ዋላ ኣብቶም ዓዲ ሰለስተ ክንሪኦ ተለና ለይተቐየረ የለይ ለይ መኪኖም መኪና ለይ ገዝኦም ገዛ ብዙሕ ማለት እዩ እና ሓንቶም ሓደ ሓደ ድነኹም ሓደ ሓደ ንኽን ዋይ ለፍልፍካ ልመፅእ ገንዘብ ዕጭ ዋጢኻ ልመፅእ ገንዘብ ዕጭ ትብሉ ማለት እዩ እና ልዙይ እዚ ነገር እዚ ለኣኹም ክጠቅም ይብለ ይሕሱ እየ ምክንያቱ ዩቱብ ተኽእልካሉ ሚድያ ተኽእልካሉስ ብእነት ምኽኣላ ሰኣናሉ ኤናዳም ተኽእልካሉ የው ሃምዞም ትርለኹሞም ጽምዲ በተለይ ብጽምዲ ኾይንካ ተመጽኻ በተለይ ፍቕረኛ ማት ኾይንካ ኦቨር ይረይ ማለት የለለ ይድረይና ዩቱብ እውን ምዕርቲ ዝሰራሕኻዮ ይኸፍለካ ሂወትካ ንሮኻ ድማ ናላዓለ ናተሻሻለ ይኸድ ማለት እዩ። ከምዞም ንሪኦም ዘለናዮ እንግዲህ እዚ ዩቱቦም ቤተሰብ እዚ ዩቱቦም እንተሪእናዮ እንግዲህ ዓመት ምናምን ተኾነ እዩ እቲ ዩቱቦም ማለት እዩ ካብ ንፈልጦም እና ግን ኣብ ዓመት ከምዚ ዓይነት ለውጢ ትርኢ ተለኻ ብጣዕሚ እዩ ዘሕጉሰካ ብጣዕሚ ደስ ይብለካ ማለት እዩ ብእውነት ማርያምን ማለት እዩ እና

ካብዚ ብላዕሊ ድማ ትእንግርቲ ትእንግርቲ ትሰርሑ ኢኹም ብለ ይጽበየኩም ማለት እዩ ብሓቂ ብሓቂ ቤተሰብና ኩላትና መቸም ደይንፈልጦም የለናይ ካብ ንእሽታቶም ሕዞም ብፍቕሪ እንግዲ ካብ ኣናእሽተዮም ሕዞም ናብ ኣደም ፎቶታቶም ገለ ክርኢ ከለኹ ኣነስ ግርም እዩ ልብለኒ እና እሽካብ ሕዚ ያው ካብ ፍቕሪ ናብ መርዓ ያው ናብ ሓዳር ካብ ሓዳር ናብ ቆልዓ ማለት እዩ እና ቤተሰብ እንግዲህ ኹላትና እውን ያው ፅዕርና ደኽምና ሰርሕና ንዕዖም የምስለና ክብል ይፈቱ ማለት እዩ ቤተሰብ ንዕኦምስ የምስለና። መቸም ጽቡቅ ትመነ ይድሉ እሞ ኣሕና እውን መልሲ ስደት ሃምዚ እፎ ይብልና ንዓርፈሉ ይግበርልና ማለት እዩ። እንግዲህ ሰርሕና ደኽምና እና ቤተሰብ ብጣዕሚ ሃማነ ደስ ልበለኩም ደስ ብልና እዩ። ኢኹም ኣብ ኮሜንት ኣቕሙጥለይ ማለት ኢና ኣነ ደስተይ ብእውነት ወሰን ይብሉ እዚ ኣጋጣሚ ልማዕንቲ ልልየ እውን እንኳዕ ደስ በለኪ እስካብ ድሓር ምንም ኣይ ኣመነት ይነብራ ኩሉም እውን ንበዓል ዳጊ ሰናይ ትምኒቱ ክገልፅ ከሎ እንዳ ኒ ኣሌክስ ብጣዕሚ ደስ ልብለካ ኤፍሬም ህያብ ወይኒ ኩሎም ማለት ኢና ግርም ይብሉኒ ብጣዕሚ ደስ ዝብለካ እና ብዝዓበየ ናይ ሊሊን ኣሌክስ ድኻም ብቻ ከይኾነ እዚ ነገር እዚ ናይ ዳጊ ፍረ ጻማ እውን ኣለዎ በሃልቲ እዮም ማለት እዩ። ምክንያቱም ዳጊ ብጣዕሚ ኣብዚ ደረጃ እዚ ክበፅሕ ዝገበሮ ዝሓገዞ ዳጊ ማለት እዩ። ምክንያቱ ሂወቶም ክፈርስ ገለ ብዙሕ ነገር ብዙሕ ውጣ ውረድ እናሃለየ ግን ንኣታቶም ንከይበታተኑ ብዙሕ መስዋእቲ ዝኸፈለሎም እውን ዳጊ እዩ እና ዳጊ እውን ያው እዚ ነገር እዚ ክገብሩ ኣብ ዝክበፅሑ ኣስተዋፅኦ ብዙሕ ኣስተዋፅኦ ክገብሩ እሞ ማለት እዩ እና ዳግዬ እውን እንኳዕ ደስ በለካ እንግዲህ እግዚኣብሄር ይሃብኻ ማለት እዩ። ከም ዳጊ ዝበለ መሓዛ ድማ ይፍጠረልኹም ማለት እዩ ቤተሰብ ምክንያቱም ይፍለ እዩ ብሓቂ እና ሃንዝላ ስሓቅ ፍንድቅ ብላ ሰብ ዕምበባ የሚክናይ ማለት እዩ ልልዬ የኔ ቆንጆ እና ቤተሰብ ካብ ደስ በለኩም ናበልኩም ኣብ ቪድዮም ናኸድኹም እውን ኮሜንት ፅሓፍሎም ማለት እዩ እቲ ቪድዮ ብጣዕሚ ልምስጥን ደስ ልብል ነውርና እና ናይ ሎማዕንቲ ቪድዮ እዚ እንመስል ነውሩ ብድጋሚ ቤተሰብ ይኹንኩም ሰብስክራይብ ብምግባር ቤተሰብ ኩኑ ብቕንዕና ማለት እዩ ክቡራት ኣሕዋተይ ላይክ እውን ግበርለይ ምክንያቱ ላይክ ብጣዕሚ ስለ ዝጠቕመኒ ቫይራል ንክወፅእ እንድቲ ቪድዮ ስለ ዝሕግዘኒ ላይክ ናገርኩም ንዛ ቪድዮ ጀምርዋ ማለት እዩ እና ካብኡ እውን ሰብስክራይብ ግበርለይ ኣቱም ቤተሰብ ዘይኮንኩም ቤተሰብ ሃም ልሙድ ላይክ ያህና ፅሪእቶኹም ኣይፈለየና ኮሜንት ማለት እዩ እና ቤተሰበይ ብሓፈሻ ስለዝገብሩለይ ምብርታዕ የቀንየለይ ማለት እዩ። ቴንኪው ካብ ልቤ ለመስግን እና ብድጋሚ ክቡራት ቤተሰበይ ሰሰናይ ሰስቦ ጠጥዑ መመቸው ለበለ ንዓኹም ናበልኹም ብዚኣ ክሰናበተኩም ማለት እዩ ቤተሰብ እና ባይ ባይ